እዚ ሓባር ባና እዩ ኣብ ሓባር ባና ንትግራይ ዝምልከቱ ሓደሽትን ዋናውን ሓበሬታታት ከምኡ ድማ ሃገራውን ኣህጉራውን ዜናታት ክድህሰሱ እዮም ዜናታትና ናብ ኩሉ ክባፃሕ ንቻነልና ሳብስክራይብ ንምድላትና ድማ ላይክ ሸር ብምግባር ክትከታተሉና ብክብሪ ብምዕዳም ናብ ቀንዲ ቀንዲ ነጥብታት ዜና ዘዕለት ክንሰግር ኣሜሪካ ኣብ ልዕሊ ገለ መራሕቲ ህወሓት ኣንቢረዮ ዝበለቶ እገዳ መሰረታዊ ቅልውላው ኢትዮጵያ ከም ዘይፈትሕን ምንጪ ጸገም ኢትዮጵያን እዚ ዞባን ብትኽክል ዘይፈለየን እዩ ተባሂሉ ኣሎ። ነቲ እገዳ ስዒቡ እውን መራሕቲ ህወሓት ምላሽ ሂቦም ኣለዉ። ብኻልእ ወገን ኣብይ ኣሕመድን ብርሃኑ ጁላን ንኣዘዝቲ ኣብ ዓፋር ዝርከቡ ዕጡቓት ተጋሩ ጸዊዖም ኣብ ጉዳይ ምጅማር ኲናት ትግራይ ህጹጽ ኣኼባ ከም ዘካየዱ ተፈሊጡ። ብልፅግና ኣብ ዝመርሓ ኢትዮጵያ ኣብ ውሽጢ ሓደ ዓመት ጥራሕ ልዕሊ 1500 ኣብያተ ትምህርቲ ግዳይ መጥቃዕቲ ድሮንን ወታደራዊ ዕላማ ምዃነንን ተገሊፆም። ብኻሊእ ወገን ዋና ኣማኻሪ መሻርኽቲ ስርዓት ብልፅግና ዝኾነ ኣዛዚ ዳዕመል ሰሪዕ ሓምዳን ደጋሎ ካብ RSF ወፂኦም። ነዚኣቶምን ካልኦት ኣገደስቲ መባልታትን ሒዝና ኣለና ምስ ሓባር ባና ፅንሑ። ኣሜሪካ ኣብ ልዕሊ ገለ መራሕቲ ህወሓት ኣንቢረዮ ዝበለቶ እገዳ መሰረታዊ ቅልውላው ኢትዮጵያ ከም ዘይፈትሕን ምንጪ ጸገም ኢትዮጵያን እዚ ዞባን ብትኽክል ዘይፈለየን እዩ ተባሂሉ ኣሎ። ነቲ እገዳ ስዒቡ እውን መራሕቲ ህወሓት ምላሽ ሂቦም ኣለዉ። ክፍሊ ጉዳያት ወጻኢ ኣሜሪካ ብ ዓሰርተ ሸሞንተ ሰነ ዕስራ ዕስራን ሽዱሽተን ኣቆጻጽራ ኣውሮፓውያን ኣብ መንጎ መንግስቲ ኢትዮጵያን ህወሓትን እናዓረገ ዝመጽእ ዘሎ ወጥሪ ንሰላምን ድሕንነትን ሰሜን ኢትዮጵያን ብሓፈሻ ነቲ ዞባን ዝዘርግ ግጭት ከልዕል ዝኽእል እዩ ይብል እዚ ብሽም ወሃቢ ቃል ቶማስ ቶሚ ፒጎት ዝወጸ መግለጺ። ዝርዝር እቶም ገደብ ቪዛ ዝተገበረሎም መራሕቲ እቲ ውድብ ብሽም እኳ እንተዘይጠቐሰ እቲ ኣብ ክልል ትግራይ ዘሎ ቅልውላው ፍታሕ ከይረክብ ዝሰርሑ ዘለዉ ወይ ድማ ተሓባበርቲ ንዝኾኑ ውልቀ ሰባት ዒላማ ዝገበረ እዩ ይብል። ምክትል ፕረዚደንት ትግራይ ኣይተ ኣማኑኤል ኣሰፋ ብወገኑ ንኣሜሪካ ምላሽ ሂቡ'ሎ። ኣይተ ኣማኑኤል እቶም ቪዛ ዘየድልዮም'ከ ክብል ኣብ ማሕበራዊ መራኸቢታት ወሲኹ። ቪዛ ዘየድልዮም ሚልዮናት ተመዛበልቲ ብጥሜትን ሕማምን ይቕጽሉ ኣለዉ። ኣብ ልዕሊ ውሑዳት ውልቀሰባት ዝተገበረ እገዳ ቪዛ ድማ ከነተኩር ኣለና ክብል ኣብ መልእኽቱ ሓቲቶም። እቲ ክፍሊ ጉዳያት ወጻኢ ሕቡራት መንግስታት ኣሜሪካ ኣብ ልዕሊ እቶም ውልቀሰባት ናይ ቪዛ እገዳ ንምንባር ዘሕለፎ ውሳነ ጌጋ ጥራሕ ዘይኮነስ ነቲ ድሮ ተኣፋፊ ኮይኑ ዘሎ ኩነታት ዝገደደ ሓደጋ ዘለዎ'ዩ ክብሉ ተንተንቲ ጸጥታ ይገልጹ። ኢትዮጵያ ምስቲ እናሰፍሐ ዝኸይድ ዘሎ ዘይውሑስ ኩነታት ዘይተፈትሑ ፖለቲካዊ ምስሕሓባት ከምኡ'ውን ኣብ ኣምሓራ፣ ኦሮምያን ካልኦት ክፋላት'ታ ሃገርን ምስ ዘሎ ቀጻሊ ጎንጺ እትቃለሰሉ ኣብ ዘላ እዋን፣ ከምኡ'ውን ዳግማይ ሰፊሕ ውግእ ናይ ምፍጣር ሓደጋ እናዓበየ ኣብ ዝመጸሉ ዘሎ እዋን፣ ዋሽንግተን ሰላም ካብ ምስፋን ወይ ካብ ምርግጋዕ ክመጽእ ምስራሕ ንጹር ቃልሶም መሰል ህዝቦም ምክልኻል ኣብ ዝኾኑ ውልቀሰባት ክተማርጽ መሪጻ ኣላ ክብሉ'ዮም ዝወቕሱ። ብዓብይኡ ምንጪ ዘይምርግጋዕ እዚ ዞባን ኢትዮጵያን ኣብ ስልጣን ዘሎ ስርዓት ምዃኑ ዝገልጹ እዞም ኣካላት፣ ብሚልዮናት ዝቑጸሩ ተጋሩ ካብ መረበቶም ተመዛቢሎም ልዕሊ ኣርብዓ ሚኢታዊ መሬት ኣብ ትሕቲ ወረርቲ ኣብ ዘለሉ ወቕቲ ኣብ ትግረን ዘለዉ መራሕቲ ጻሕተርቲ ኩናት ኢልካ ማዕቐብ ምግባር ምንጭቲ ጸገም ካብ ዘይምርዳእ ዝብገስን ነቲ ቅልውላው መሊሱ ዘጋድድን'ዩ ክብሉ እዮም ዝሕብሩ ዘለዉ። ካብዚ ብተወሳኺ ኣብ ስልጣን ዘሎ ሓይሊ ኣብ ልዕሊ ህዝቢ ትግራይ ዝጀመሮ ጽንተትን ኣብ ልዕሊ ካልኦት ህዝብታት ኢትዮጵያ ዘካይዶ ዘሎ ጭፍጨፋ ክቕጽል ሰናይ ፍቓድ ዝህብ ውሳነ'ዩ በማል ድማ እቶም ተንተንቲ ጸጥታ ይገልጹ። ነዚ ጉዳይ ኣመልኪቱ ርእይትኡ ዘካፈለ ጀዋር መሓመድ ብወገኑ፣ ኣሜሪካ ኣብ ልዕሊ መራሕቲ ህወሓት ዘንበረቶ ናይ ቪዛ እገዳ ምስ ፌደራል መንግስቲ ናብ ኲናት ከየምርሕ ይሰግእ ክብል ኣብ ፌስቡክ ገጹ ኣብ ዝጸሓፎ ነዊሕ ጽሑፍ ገሊጹ'ሎ። ኣብዚ እዋን ህዝቢ ትግራይ ሕቶታት ኣለውዎ፣ ናይ ግዝኣታዊ ሓድነት ሕቶ፣ ናይ ተሓታትነት ሕቶ፣ ናይ መሰል ዓርሰ ውሳነ ሕቶ፣ ናይ ካሕሳ ሕቶ፣ ሕቶ ሰብኣዊ መሰል፣ ሕቶ ዲሞክራስን ካልኦትን። ካብዚኦም ገሊኦም ሕቶታት ግዜ ዘይህቡን ወሰንትን እዮም። ይኹን እምበር እዞም ሕቶታት ከይምለሱ ኣብ ልዕሊ ዝሰርሕ ዘሎ ስርዓት ብልፅግና ስጉምቲ ምውሳድ ገዲፍካ ኣብ ልዕሊ መሪሕነት ህወሓት ስጉምቲ ምውሳድ ዝያዳ ነቲ ፀገም ዘጋድድ ምዃኑ ይግለፅ። ተንታኒ ፖለቲካ ጀዋር መሓመድ፣ መንግስቲ ኣሜሪካ ኣብ ልዕሊ መራሕቲ ህወሓትን ስድራቤታቶምን ዝገብሮ ዘሎ ቪዛ እገዳ፣ ነቲ ኣብ ሰሜን ኢትዮጵያ ዝጅምር መንገዲ ኲናት ኣብ ክንዲ ዳግማይ ንከይጅምር ዝኽልክል ከቀላጥፎ ከምዝኽእል ኣጠንቂቖም። ጀዋር ኣብ ዝሃቦ ዝርዝር ትንታነ፣ ህወሓት ኣብዚ እዋን እዚ ክልተ ምርጫታት ከምዘለዎም ብምግላፅ፣ ምቅላስ ወይ ኢድካ ምሃብ ጥራሕ ከምዝኾነ ገሊፆም። ብሰንኪ መንግስቲ ፌደራል ባጀት ምቁራፁን ናብ ትግራይ ዝኣትው መሰረታዊ ቀረብ ብኸቢድ ምእጋዱን ካልኦት ፀገማትን ሓዊሱ ከምዚኦም ዝበሉ ናይ ኣብ ህዝቢ ህላወ ስግኣት ዘጋጥሞም መራሕቲ ናይ ቪዛ እገዳ ምግባር ምስልያዊ እምበር ትርጉም ዘለዎ ጸቕጢ ከምዘይኮነን፣ እቶም መራሕቲ ንፖለቲካዊ ህልንውንኦም ክብሉ ናይ ደቆምን ስድራቤቶምን ናይ ጉዕዞ ዕድላት መስዋእቲ ካብ ምግባር ድሕር ከምዘይብሉን ገሊጾም። ወሲኹ ድማ እቲ እገዳ፣ ህወሓት ዲፕሎማስያዊ መስመራት ሙሉ ብሙሉ ዝተዓጸወ ኮይኑ ክስምዖን ከም እንኮ መማረጺኡ ናብ ኲናት ክውዕል ከገድዶን ከምዝኽእል ሓቢሩ'ሎ። እቲ እገዳ ንመራሕቲ ህወሓት ጥራሕ ዝዓለመ እዩ ክብል ዝነቐፈ ጀዋር፣ ወታደራዊ ምውፋር መንግስቲ ፌደራል ናብ ትግራይን ብላዕለዎት ወታደራዊ ኣዘዝትን ሰበስልጣንን ዝድመፅ ዘሎ ናይ ኲናት ፕሮፓጋንዳን ምስ ራእይ መንግስቲ ኣሜሪካ ዝስማማዕ ከምዘይኮነ ገሊፆም። ብተወሳኺ እዚ ውሳነ እዚ ዋሽንግተን ንመንግስቲ ቀዳማይ ሚኒስትር ኣብይ ኣሕመድ ብዝያዳ ብድፍረትን ብሓደ ወገንን ክዋሳእ ዘተባብዕ ምዃኑ ኣመልኪቶም። ንፕሪቶርያ ካብ ምትግባር ዝሃደማ ኣሜሪካን ማሕበረሰብ ዓለምን ኣብዚ እዋን እዚ ዝኾነ ምትብባዕ ከይሃበ ብንእሽተይ በትሪ ጥራሕ ብምፍርራሕ እቲ ዲፕሎማስያዊ መንገዲ ዘየተኣማምን ከም ዝገብሮ ኣመልኪቱሉ። ኣብይ ኣሕመድን ብርሃኑ ጁላን ንኣዘዝቲ ኣብ ዓፋር ዝርከቡ ዕጡቓት ተጋሩ ፀዊዖም ኣብ ጉዳይ ምጅማር ኲናት ትግራይ ህፁፅ ኣኼባ ከም ዘካየዱ ተፈሊጦም። እዞም ካብ ትግራይ ዝኸዱን ብበጀት ፌዴራል ኣብ ከባቢታት ዓፋር ይንቀሳቐሱ ከም ዘለዉ ዝንገረሎምን ዕጡቓት ዝእዝዙ ኣዘዝቲ ምስ ቀዳማይ ሚኒስትር እታ ሃገር ሓዊሱ

ኣብ ክንዲ ኹናት ብሽም ሰላም ኢና ንደሊ ንህዝቢ ትግራይ ዘሕቅቕ ስትራቴጂ ክንጥቀም ኢና ከምዝበለ እዩ ተሰሚዖ። ንህወሓት ካብ ህዝቢ ትግራይ ብፖለቲካ ነፅልዎ ዝብል ትእዛዝ ነቶም ኣዘዝቲ ኣብ ዓፋር ዝርከቡ ዕጡቓት ከምዝሃቦም ዝተሰምዐ ኾይኑ እዚ ናትኩም ስራሕ እዩ እዚ ምስ ገበርኩም ናብ ዓድኹም እናተታኾስኩም እንተኣቲኹም ኣይንቃወመኩምን ድሕሪ ህወሓት ስርዓት ንምትካል ግን ተዳለዉ ዝብል ካሊእ ትእዛዝ ከምዝወሰኸ ተፈሊጡ። ብሕሙር ሓዊሱ በርባዕተ ግንባር ናብ ትግራይ ሰራዊት ዝኸትት ዘሎ ስርዓት ብልፅግና፣ ሐዚ ኣብ ቀረባ ኣብ ትግራይ ኩናት ኣይንኸፍትን ዝብል ዘረብኡ ንሸፈጥን ሕቡእ ሽርሒ ዝሓዘ ምትላልን ክኾን ከምዝኽእል ግምቶም ዘቕምጡ ተንተንቲ፣ ኣብ ትግራይ ሙሉእ ኹናት ንምውላዕ ኩሎም መንገድታት ይፍትን ከምዘሎ ይዛረቡ። ኣብ መንጎ መንግስቲ ፌዴራልን ህወሓትን ሓዱሽ ውግእ ንምጅማር ምድላዋት ይግበር ኣሎ ዝብሉ ፀብፃባት ኣብ ዝወፅሉ ዘለዉ እዋን፣ ፍሉይ ልኡኽ ሕብረት ኣፍሪካ ንቐርኒ ኣፍሪካ ኦሊሰጎን ኣባሳንጆ ዝመርሖ ልኡኽ ብ ዓሰርተ ሓደ ሰነ ናብ ርእሰ ከተማ ክልል ትግራይ መቐለ ተጓዒዙ ምስ ሰበ ስልጣን ትግራይ ተዘራሪቡ ዮም። ህወሓት መንግስቲ ቕድሚ ውግእ ዝነበረ ምሕደራ መሬት ትግራይ ከይመለሰን ውሑስ ምምላስ ተመዘበልቲ ከየረጋገፀን ብሽም ሰላም ክሽቅጥ ፈቲኑ ክብል ክኸስስ ምፅንሑ ይፍለጥ ዮ። ናይ ሰመራን ባህርዳርን ናይ ድሮን ናቑጣታት ውን ከም መሳርሒ ዝጥቀመለን ዘሎ ስርዓት ብልፅግና ሎሚ ቕነ ተደጋጋሚ ናይ ድሮናት ምንቅስቓስ ኣብ ሰማይ ትግራይ ኣፅዒቑ ይርካብ። ብፍሉይ ኣብ ዕለታዊ ምንቅስቓስ ጥንቃቐ ክግበረሎም ዝግባእ ቦታታት፣ ወታደራዊ መሰልጠኒ፣ ወታደራዊ ካምፕ፣ ዓበይቲ ወታደራዊ መኻዚን፣ ኮምቦይ፣ ናይ ነዳዲ መዐደሊ ጣብያ ምዃኖም እውን እናተገለፀ እዩ። ብልፅግና ኣብ ዝመርሓ ኢትዮጵያ ኣብ ውሽጢ ሓደ ዓመት ጥራሕ ልዕሊ ሚ ሓደ ሽሕን ሓሙሽተ ሚእትን ኣብያተ ትምህርቲ ግዳይ መጥቃዕቲ ድሮንን ወታደራዊ ዕላማ ምዃነን ተገሊፆም። ኣብ ልዕሊ ትካላት ትምህርቲ ብዝፍጸም ዘሰንብድ መጥቃዕቲ፣ ኢትዮጵያ ካብ ቀዳሞት ሃገራት ዓለም ተሰሪዓ። ኣብ ቀረባ እዋን ብዓለምለኻዊ ጥምረት ንትምህርቲ ካብ መጥቃዕቲ ንምክልኻል ዘውጽኦ ጸብጻብ ከም ዘመልክቶ፣ ኣብ ኢትዮጵያ ኣብ መንጎ ዕስራ ዕስራን ኣርባዕተን ክሳብ ዕስራ ዕስራን ሓሙሽተን ኣብ ልዕሊ ትካላት ትምህርቲ ሚእቲ መጥቃዕቲ ከም ዝተፈጸመ ይሕብር። ኣብዚ እዋን ኣብ ልዕሊ ላዕለዎት ትካላት ትምህርቲ፣ መምሃራን፣ ተማሃሮን ሰራሕተኛታትን መጥቃዕቲ ከምዝቐፀለን ልዕሊ ሓደ ሽሕን ክልተ ሚእትን ኣብያተ ትምህርቲ ንወታደራዊ ዕላማ ከምዝተቓልዓን ይግለፅ። ኣብቲ ግጭት ብውሕዱ ዓሰርተ ክልተ መምሃራን ከምዝተቐተሉን ካልኦት ዓሰርተ ሓሙሽተ ድማ ከምዝተጨወዩን እቲ ትካል ሓቢሩ'ሎ። እዚ ድማ ንኢትዮጵያ ብደረጃ ዓለም ብበዝሒ መጥቃዕቲ ኣብ ትምህርቲ ካብ ዝፍጽማ ሃገራት ማለት ዲሞክራስያዊት ሪፓብሊክ ኮንጎ፣ ሃይቲን ፍሊስጤምን ሓዊሱ ቅድሚት ካብ ትስራዕ ሃገር ይገብራ። ብመሰረት እቲ ሓድሽ ጸብጻብ ኣብ ዝሓለፉ ክልተ ዓመታት ኣብ ሰማንያን ሰለስተን ሃገራት ብዝተፈጸመ መጥቃዕቲ ልዕሊ ዓሰርተ ሽሕን ሽዱሽተ ሚእትን ተመሃሮ፣ መምሃራን፣ ፕሮፌሰራትን ካልኦት ሰራሕተኛታት ትምህርትን ተቐቲሎም፣ ቆሲሎም፣ ተጨውዮም፣ ተኣሲሮም ወይ ካልእ መጥቃዕቲ በጺሕዎም ኣብ ልዕሊ ኣብያተ ትምህርቲ ዝፍጸም መጥቃዕቲ ይቕጽል ኣሎ። ኣብ መላእ ዓለም ልዕሊ ሰለስተ ሽሕ ከምዚ ዝኣመሰለ ፍጻመታት ተመዝጊቡ ኣሎ። ብመሰረት ክፍሊ ኢትዮጵያ ናይቲ ጸብጻብ፣ ኣብ ክልላት ኣምሓራ፣ ኦሮምያን ትግራይን ዝርኣ ዘሎ ጎንጺ፣ ኣብ ተበጻሕነት ትምህርቲ ከቢድ ጽልዋ እናፈጠረ ይቕጽል ኣሎ፣ ቀጻሊ ዘይምርግጋዕ፣ ምምዝባልን ዓመጽን፣ ንዕድል ትምህርቲ ሚልዮናት ህጻናት ኣበላሺዎ ይርከብ። ዓለማዊ ጥምረት ምክልኻልን ምቁፅፃርን ዓመፅ ኣንፃር ህፃናት ካብ 2024 ክሳብ 2025 ኣብ ዝነበረ ፀብፃብ እዋን ኣብ ልዕሊ ኣብያተ ትምህርቲ ዝፍፀም መጥቃዕቲ ኣብ ልዕሊ ደረጃ ከም ዝበፅሐን ኣብ መላእ ሃገር ኣስታት 100 መጥቃዕቲ ከም ዘለለዩን ፀብፂቦም። ይኹን እምበር ብሰንኪ ብድሆታት ክትትልን ፀብፃብን ትኽክለኛ ቁፅሪ ንምፍላጥ ኣፀጋሚ ምዃኑ ኣመልኪቶም። እቲ ትካል ኣብ ልዕሊ ተምሃሮ፣ መምሃራንን ኣባላት ትምህርትን ዝፍፀም ዘሎ መጥቃዕቲ ከምኡ እውን ኣብ ልዕሊ ላዕለዎት ትካላት ትምህርቲ ዝፍፀም መጥቃዕቲ እውን ሰኒዶም። እቲ ጸብጻብ፣ ኣብያተ ትምህርቲ ንወታደራዊ ዒላማታት ምጥቃም ርኡይ ወሰኽ ከም ዘርኣየ፣ ኣብ መንጎ ዕስራ ዕስራን ኣርባዕተን ዕስራ ዕስራን ሓሙሽተን ብገምጋም ሓደ ሽሕን ክልተ ሚእትን ኣብያተ ትምህርቲ ንወታደራዊ ዒላማታት ከም ዝውዓለ ይሕብር። ክሳብ መጋቢት ዕስራ ዕስራን ሓሙሽተን ቁጽሪ ናይተን ንዘይትምህርታዊ ዕላማታት ዝውዕላ ኣብያተ ትምህርቲ ናብ ሓደ ሽሕን ሓሙሽተ ሚእትን ዒስራን ሸውዓተን ከም ዝዓበየን መብዛሕትኤን ንወታደራዊ ንጥፈታት ዝውዕላ ከም ዝነበራን ኣመልኪቶም። ብመሰረት እቲ ጥምረት ዘውጽኦ ጸብጻብ፣ ዘይውሕስነትን ምዝንባልን፣ ኣብ መላእ ሃገር ንኣገልግሎት ትምህርቲ ዕንቅፋት ኮይኑ ኣሎ። እቲ ጸብጻብ፣ መረዳእታ ወዲ ሕቡራት ሃገራትን ሰብኣዊ ሓገዝን ብምጥቃስ፣ ኣብ መጀመርታ ዕስራ ዒስራን ሓሙሽተን ልዕሊ ትሽዓተ ሚልዮን ህጻናት፣ ካብ ትምህርቲ ወፃእ ከምዝኾኑን እቲ ዝለዓለ ቁፅሪ ኣብ ክልላት ኣምሓራ፣ ኦሮሚያን ትግራይን ዝተመዝገበ እዩ። ኣብ ግጭት ዝተሃሰዩ ከባቢታት ልዕሊ ትሽዓተ ሽሕ ኣብያተ ትምህርቲ ከምዝተዓፅዋ ወይ ከምዝዓንዋ እውን ኣቃሊዖም። ዋና ኣማኻሪ መሻርኽቲ ስርዓት ብልፅግና ዝኾነ ኣዛዚ ዳዕመል ሰሪዕ ሓምዳን ደጋሎ ካብ RSF ወፂኦም። ፈሬሰ ኤል ኖር የማናይ ኢድ ደጋሎ ነይሩ። ምድኻም RSF ዝተመልከተ መራሒ ናብ ስዑዲ ዓረብያ ሃዲሙ ኣሎ። ሬድዮ ዳባ ጋና ከም ዝጸብጸቦ፣ ፌረስ ኣብ ዳዕመልሰሪዕ ኣባል ካውንስል ሕሜቲ ነይሩ። ኣብ ቀርኒ ኣፍሪካ ፖለቲካዊ ውድቀት ብልጽግና፣ ዳዕመልሰሪዕን ኢማራትን ይቀላጠፍ ኣሎ ክብሉ ተንተንቲ ይገልጹ። ሰራዊት ሱዳን ሰፊሕ ወታደራዊ ዓወት የመዝግብ ከም ዘሎ'ዩ ዝግለጽ። ሰራዊት ሱዳን ኣብ ዘውጽኦ ሓበሬታ፣ ኣብ ግዝኣት ኩርዶፋን ዝተወለዐ ደምሳሳይ ውግእ፣ መጠነ ሰፊሕ ዓወት ከምዝዓተረ የረድእ። ብመሰረት ሓበሬታ ሰራዊት ሱዳን፣ ኣብ ሓንቲ መዓልቲ ጥራሕ ኣርብዓን ሸሞንተን ወታደራዊ ተሽከርከርቲ RSF ተማሪኸን፣ ዝተፈላለየ ዕጥቂ ዝተሸከማ ሰብዓ ወታደራዊ ተሽከርከርቲ ተቓፂለን፣ ኣርባዕተ ታንክታት ተማሪኸን፣ ሰለስተ ሚእትን ሓምሳን ሸሞንተን ሰራዊት RSF ከምዝተደምሰሰን ክልተ ሚእትን ኣርብዓን ወታደራት ሒሜቲ ከምዝቖሰሉን ኣፍሊጡ ኣሎ። ብብልፅግና ብቐጥታ ዝድገፍ ሰራዊት RSF ኣብ መሬት ሱዳን ብተደጋጋሚ ስዕረት ይጉልበብ ኣሎ። እዚ ከምዘሎ ኮይኑ ግን ኲናትን ግጭትን ሱዳን ናብ ቀይሕ ባሕሪ ገጹ የብል ከምዘሎ ተገሊጹ። ኮሚቴ ጸጥታ ክፍሊ ግዝኣት ቀይሕ ባሕሪ ሱዳን ነቲ እናወሰኸ ዝኸይድ ዘሎ ቀቢላዊ ግጭታት ንምግታእን ነቲ ኣብ ቀረባ'ዋን ዝፍጸም ዘሎ ሕጊ ኣልቦነት ስርዓት ክሕዝ ንምግባርን ዝገብሮ ዘሎ ጻዕሪ ንምዕዋት ትማሊ ረቡዕ ናብታ ኣብ ጥቓ ዶብ ሱዳንን ግብጽን እትርከብ ኣል ራታጅ ዝተባህለት ከባቢ ወተሃደራዊ ሓይሊ ከምዝዋፈረ ጸብጻብ ሱዳን ትሪቡን ይሕብር። እዚ ስጉምቲ ድሕሪ'ቲ ብኣመሓዳሪ ሙስጠፋ መሓመድ ኑር ዝምራሕ ኣብ ፖርት ሱዳን ዝተኻየደ ህጹጽ ኣብ ጸጥታዊ ጉዳያት ኣተኲሩ ኣብ ዝተገበረ ኣኼባ ከም ዝተወሰደ'ቲ ምንጪ ኣካፊሎም። እቲ ኮሚቴ ጸጥታ ኣብ ዘውጽኦ መግለጺ፣ ኩሎም ሓይልታት ጸጥታ ነቲ ከባቢ ብቕልጡፍ ከውሕስዎ፣ ጥሕሰት ሕጊ ደው ከብሉን ገበነኛታት ንምእሳር ሕጋዊ ስጉምቲ ክወስዱን መምርሒ ከም ዝተዋህቦም ሓቢሮም። ኣል-ራታጅ ንብዙሓት ሰባት ዝስሕብ ንጥፈታት ዕደና ወርቂ ዝካየደሉ ቦታ ብምዃኑ ኣገዳስነቱ እናወሰኸ ከም ዝመጸ ይግለጽ። እቲ ዶባዊ ቦታ ገለ መርበባት ዘይሕጋዊ ምስግጋር ሰብን ንብረትን ከም ዝፍጸመሉ'ውን ይጠቅስ። ኣብዚ ቀረባ እዋን ነቶም ብተነሓናሕቲ ጉጅለታት ናይ ደገ ተባሂሎም ዝተሰመዩ ራሻይዳ ንምብራር ዝቐረበ ጻውዒታት ወጥሪ ከም ዝሃድኣ ጸብጻባት ይሕብሩ። ማሕበረሰብ ራሻይዳ ብግደኦም፣ ቅድሚ ሕዚ ነቲ ሰብ ዘይነበሮ ዶባዊ ከባቢ ዒላታት ብምኹዓትን ኣባይትን ዕዳጋን ብምህናፅን ከም ዘልምዕዎ ብምግላፅ፣ ካልኦት ወገናት ኣብ ልዕሊ እቶም ነቲ ከባቢ ዝሃነፁ ሰባት ዘይተፈቐደ ክፍሊትን ቀረፅን ንምኽፋል ዝገብርዎ ዘለዉ ፃዕሪ ይነቕፎ። ኣብቲ ከባቢ ዝርከብ ጉጅለ መናእሰያት፣ መንግስቲ ጣልቃ ኣትዩ ሕጊ ክኸበር፣ መሰል ሕቶ መሬት ከረጋግፅን ነበርቲ ካብ ምጭብርባር ክከላኸልን ፀዊዖም። ሓይልታት ዩክሬን ኣብ ልዕሊ ሞስኮ ሰፊሕ መጥቃዕቲ ድሮናት እንትፍጽሙ፣ ሩስያ እውን ብወገና ናብ ሎሚ ኣብ ዝውግሕ ለይቲ ልዕሊ ክልተ ሚእቲ ድሮናትን ክሩዝ ሚሳይላትን ናብ ኬቭ ከተወንጭፍ ሓዲራ ኣላ። እታ ርእሰ ከተማ፣ ኲናት ዩክሬን ኣብ ዕስራ ዕስራን ክልተን ካብ ዝውላዕ ንደሓር ንፈለማ እዋን እያ ዒላማ መጠነ ሰፊሕ ደብዳብ ኮይና ዘላ። ኣስታት ክልተ ሚእቲ ድሮናት ኣብ ከባቢ ሞስኮ ንዝርከብ ዒላማታት ከም ዝወቕዓ ጸብጻባት ሓቢሮም። ብውሕዱ ዓሰርተ ሸውዓተ ሰባት በቲ መጥቃዕቲ ቆሲሎም ኣለዉ። ኣብ ዝሓለፉ ዕስራን ኣርባዕተን ሰዓታት ጥራሕ ኣስታት ሓደ ሽሕ ድሮናትን ኣርባዕተ ክሩዝ ሚሳይላትን ከም ዘበርዐነ ሚኒስተር ምክልኻል ሩስያ ሓቢሩ። ኣብ ዞባ ሮስቶቭ ኣብ ዝተኻየደ ተመሳሳሊ መጥቃዕቲ፣ ሓደ መደብር ነዳዲ ከም ዝተወቕዐን ሓደ ሰብ ከም ዝሞተን እቲ መግለጺ ጠቒሱ። ፕረዚደንት ቮሎድሚር ዘለንስኪ ኣብ ዝሃቦ መብርሂ፣ ሃገሩ ነዊሕ ርሕቀት ብዝውንጨፉ ድሮናትን ሚሳይላትን ንዒላማታት ሩስያ ክትወቅዕ ከም ዝጀመረት ገሊጹ። ኲናት ዘብቅዐሉ ግዜ ኣኺሉ እዩ፣ ሩስያ ናብ ዲፕሎማሲ ገጻ ከተምርሕ ኣለዋ ድማ ይብል እቲ መጥቃዕቲ ሕነ ናይቲ ሞስኮ ኣብ ዝሓለፈ ሰሙን ኣብ ልዕሊ ርእሰ ከተማ ኪየቭ ዝፈጸመቶ ንሓደ ታሪኻዊ ክያቴድርያል ዘዕነወ ሓያል መጥቃዕቲ ምዃኑ'ውን ዘለንስኪ ኣይሓበን። ነዚ ኲናት እዚ ኣይንደልዮን ኢና፣ ደሊናዮ'ውን ኣይንፈልጥን ዝበለት ፕረዚደንት ዩክሬን፣ እንድሕር ትነድደላ ግን ሞስኮ ኹም'ውን ክትነድድ እያ ብማለት ኣጠንቂቖም። እቲ ትካል ነዳዲ፣ ኣብ ውሽጢ ሓደ ወርሒ ጥራሕ ንሳልሳይ እዋን እዩ ዒላማ መጥቃዕቲ ዩክሬን ዝኸውን ዘሎ። ኣብታ ከተማ ዝርከቡ ኣርባዕተ መዕርፎ ነፈርቲ ንግዚኡ ክዕጸዉ ብምግዳዶም፣ ካብን ናብን እታ ከተማ ዝግበር ልዕሊ ሓሙሽተ ሚእቲ በረራታት ተሰሪዞም ወይ ተደናጉዮም ነይሮም። ዋላኳ ሰብ መዚ ሩስያ ንሳዕቤናት መጥቃዕቲ ድሮን ዩክሬን ምሳሌ ንምውጻእ ኣጊዶም እንተሃለዉ፣ ዝተፈላለዩ ወገናት ግና ክሓልፉ ዝርኣይወን ድሮናት ይኹን ዝፍጽምዎ መጥቃዕቲ ዘቃልዕ ነታጒታት ኣብ ማሕበራዊ መራኸቢታት ካብ ምዝርጋሕ ኣየቋረጹን። ሓይልታት ዩክሬን ዝጥቀምሉ ዘለዉ ሜላ ፈለማ ብዙሓት ድሮናት ንዳህሳስ ብምስዳድ ጸረ ኣየር ሚሳይላት ሩስያ ኣበይ ከም ዘሎ ምርግጋጽዮ። ብድሕሪኡ ንመጥቃዕቲ ዝተዳለዋ ድሮናት ይኹን ሚሳይላት ይውንጭፉ። ንልዕሊ ኣርባዕተ ዓመትን ፈረቓን እቲ ኲናት ካብ ሞስኮ ርሒቑ ኣብ ዶባት ክልቲኤን ሃገራት ካብኡ ሓሊፉ'ውን ኣብ ውሽጢ ምብራቓዊ ከባቢታት ዩክሬንዩ ክካየድ ጸኒሖ። ሩስያ'ውን ብወገና ናብ ሎሚ ብዘውግሕ ለይቲ ልዕሊ ክልተ ሚእቲ ድሮናትን ክሩዝ ሚሳይላትን ናብ ኬቭ ከተወንጭፍ ሓዲራ'ላ። ፕረዚደንት ፕላድሚር ፑቲን ብዛዕባ እቲ መጥቃዕቲ ሞስኮ ዛጊድ ዝሃቦ ግብረ መልሲ የለን። ብኣንጻሩ ሚኒስተር ጉዳያት ወጻኢ ዩክሬን ኣብ ኤክስ ዝሃቦ ርእይቶ ግን ሎሚ ንግሆ ሓደ ካብ ቀንዲ ሕቶታት ሞስኮውያን እንታይ እዩ ዝኸውን ዘሎ ዝብል እዩ ኢሉ መልሲ ክህብ እኽእል እየ ሃገርኩም ኣብ ልዕሊና ናይ ወራር ኲናት ጀሚራ ንዓመታት ንህዝብና ክትቀትሎ ጸኒሓ ይብል ሚኒስተር ኣንድሪ ሲቢሃ ሕዚ እንታይ ይኸውን ከም ዘሎ ስለ ዝፈለጥኩም ንፑቲን መዓዝ ደው ከም ዘብሎ ሕተትዎ ክብል እውን ይምሕጸን። ክብርታትን ክብራትን ቤተሰብ ሓባሪ ባና ነዚ ዕለት ዝሓዝናዮም ሓበሬታታት ኣብዚ ከንቢትና ንቻነልና ሳብስክራይብ ንምድላትና ድማ ላይክ ሸር ብምግባር ቤተሰብ ሓባሪ ባና ይኹኑ ሰላም